ኣብዚ ኤሮጳ ኣብ ኤረት ኣብ ኤርትራ ከለና ዝኾነ ቻይልድ በነፊት ኣይነበረ ገለ ኣይነበረ እንተ ተቋዮቕካ ምስ ምስ ዓባዮም ገዲፍካዮም ትኸይድ እንተ ተባኢሳ እንዳ ኣባሓጎኣ ከይዳ ትሕክል እንዳ ኣቦኣ ከይዳ ትሕክል ኣብ ኤርትራ ደሓን እዩ ኔሩ ኩሉ ነገር ጽቡቕ እዩ ኔሩ ኣብዚ ግን ዘራይ የብልካ ኣያ የብልካ ድሽምግል የብልካ ብዘይካ ዘናህር ዘናቋቑት ክልተ ተባእሱ ዝዓርቕ የለን ዘባእስ መሊሱ ዘጋድድ ተደይ ኮይኑ ሕጂ እንታይ ክብለካ ደልየ ኣፌ ሓወይ እቲ ሲስተም ከምኡ ክትኮን ኣይፈቅደልካን እዩ ሓንቲ ጓል ኣንስተይቲ ከኣ እዚኣ ከይትርስዓ ስምዓኒ ሓንቲ ጓል ኣንስተይቲ ወሊድኪ ስለ ዝኮንኪ ሱቅ ኢልክስ ደቅኪ ዘይትዕብዪ ምስኡ ተመሳሲልኪ ትብሃል ሲስተም ኣላ ኣብዚ ናትና ባህሊ እዚኣ ኣይትከውንን እያ ኣብ ኤሮጳ ኣይትከውንን እያ እንድሕር እዛ ጓል ኣንስተይቲ ዘይዓገበት በቲ ሂወት እንድሕር ሕጉስቲ ዘይኮነት እንድሕር ደኣ በቃ ውሽጣ ዘይመልኣላ ምስ ነዚ ሰብ እዚ ወላ ደኣ ትውለድ እምበር ዕሩፍ ተደይ ኮይኑ ውሽጣ ነቶም ደቃ እኹል ዝኾነ ፍቕርን ግዜን ክትህቦም እኹል ዝኾነ ሓልዮት ክትቦም እኹል ዝኾነ ኣቴንሽን ሂባ ክትዕብዮም ኣይትኽእልን እያ ስለዚ ስለዝወለደት ስለምንታይ እያ ናብራኣ ዘይትገብር ምኽንያት ኣለዋ። እምበር ኣይነይቲ ጓል ኣንስተይቲ'ያ ውሕስነት ሙሉእ ንዝህባ ወዲ ተባዕታይ ገዲፋ በይና ኮይና ንኽትጭወ ትመርጽ የላን ኮምኡ ግን ሓንቲ ጓል ኣንስተይቲ እንድሕር ደኣ ኣብቲ ሂወት ደይጠዓማ እንድሕር ብብዙሕ ነገር ትግፋዕ ኣላ ኮይና እቲ ሂወት ተኾርኲሕዋ ናጽነት እንድሕር ደኣ ሲኢና ሰላም እንድሕር ሲኢና ቀዳማይ ትሰርዖ ከማን ብፍላይ ዘን ኣዋልድና ደቀን እየን እንታይ እየን ዝብላ በቃ ደቀይ ክዕቢ ደቀይ ክዕቢ እየን ዝብላ እዋ ዘን ጸዓዱ እኮ ፊዕ እኳ እየን ዝብላ ፍቆዶ ዲስኮ እኳ እየን ዝኸዳን ጽባሕ እዚኤን ግን እንተ ማዴን ማዳ ዘይብላ ሓበሻ ጓል ኣላ ድያ ኣብዚ- ኣብ ስደት ማዴን ቆርቢዐን ደ- ቃሕ ዝበለን ክዳን ከይተኸድና ቃሕ ዝበላን ሎሽን ከይተወልወላ እኳ እየን ቆርቢዐን በዚ ስድረን በዚ ደቀን ኣመቃሪሐን እኳ እየን ዝኸዳ ኣብዚ ዘለዋ ብሓንቲ ክዳን ክልተ ዓመት እንዳ ተካየዳ ኣይነይቲ እዚ ሓሊፍላ እዘን ናይ ቲክቶክ ናይ ገለመለይ ትርኣይ ክንደይ ብስቃይ ደቀን ዝዕብያ ኣለዋ ኣፊ ሓወይ ምጽእ ምስ በላ ኣብ ቋንቋ ኣብ ገለ ዚኣተው ኣብ ወሊድ ዝእተውን ሓሙሽተ ሽዱሽተ ዝወለዳ እኮ ኣለዋ ሓዳርካ ዩ ክብረትካ ሓዳርካ ዩ ክብረትካ እንዳ ተባህላ ኣብ ርእሲ ርእሲ ናይ መፍረ ኮይነን ኣብ ናይ ቋንቋ ትምህርቲ ዘይከዳ ገንዘብ ባንኮማት ከመይ ከም ትጥቀም ካርደን ከማን ደይፈልጣ ኣለዋ። ኩሉ ባዕሎም ክሳይ ዝገብርወን እዘን ደቂ ኣንስትዮ እዚኤን ግን እብለካ ኣለኹ ኣፌ ኣብቲ መፅኤንኦ ዘለዋ ዓዲ ሙሉእ ምሕብሓብ ሙሉእ ድጋፍ ንትምህርተን ክኸዳ ድሌታት ሕልምታት ሕልምታት ናይ ጓል ኣንስተይቲ ምውላድ ጥራይ ኣይኮነን ብፍላይ ኣብ ኤሮጳ ዝመፀት ጓል ኣንስተይቲ ክትምሃር ትደሊ ናተይ ትብሎ ነገር ክትገብር ትደሊ ምስ መሓዙታ ክትወዳደር ትደሊ ስድራ ክትድግፍ ትደሊ ዝኾነ ብልጫ ዘለዎ ሂወት ክትነብር እያ ትደሊ ዝሓሸ ሂወት እያ ትደሊ እምበር ኣብዚ መጺኣ ናይ መፍረ ክትከውን ኣይኮነትን ትመጽእ እሱ ኣካል ናይ ሂወት ኢምበር መሰረት ናይ ሂወት ኣይኮነን ምውላድ ቆልዓ ኦኬ ውላድ ምስ ኣጋጠመ ከኣ ምሕልፎ ከማንሲ ደቀን ተፋቂረን ንክዕብያ ሓዳርካ ግበር ኢለን ዝልምንኦ መብዛሕትእን ንሰን እየን ግን ኣፊ ሓወይ ገሊኡ ናብ ቁማር ኸይድ ገሊኡ ናብ ገለ ኸይድ ገሊኡ በዚ ብጎኒ እወልዱ ገሊኦም ምስ መሓዙተን ሓዲሮም እመጹ ገሊኦም እሃርምወን ገሊኦም ጥፍ እብሉለን ገሊኦም ክንደይ ሽግር እየን ድሓልፋ ክንደይ ጸገም እዩ ዘሎ ኣፊ ሓወይ ምስ መረረን ከኣኒ በቃ ይፈላለዩ ምስ ተፈላለኻ ከኣ ኣብ ኤሮጳ ወይ ኣብ ኣሜሪካ እንታይ ኣሎ ምስ ተፈላለኻ ኣነ ኣይጠዓመንን ምስዚ ሰብ እዚ ኢላ እንድሕር እዛ ሰብ እዚኣ ተፈላልያ ኣብ ገዛ ክሓድር ኣይክእልን እዩ ኣብ ገዛኣ ክመጽእ እውን ኣይክእልን እዩ ባዕሎም እዮም ሕጊ ዘውጽኡሉ እንታይ ይብልዎ በቃ ንስኻ ካብዚ ቦታ እዚ ርሕቕ በል ደቅኻ ከዓ ርሕቕ ኢልካ ደቅኻ ክትርኢ ትኽእል ኢኻ ይበሃል ብርሑቕ ከዓ ደቁ የርእይዎ ገዝኡ መፂኡ ምሕዳር ገለመለ ከምቲ ናይ ዓድና ምሽምግጋል ገለ እሱ በይኑ እዩ ኣብ ኤሮጳ እንድሕር ተፈላሊኻ ሰብኣይ ይወፅእ ርእሱ ይኽእል ሰብኣይ ስለ ዝኾነ ደቁ ከኣ ምርኣይ ኣይከልእዎን እዮም ዝኾነ ጸገም ተዘይብሉ ወይ ናይ መስተ ወይ ካልእ ካልእ ወልፍታት ወይ ከኣ ተትሃራራማይ ወይ ዘይረዳዳእ ሰብ ተኾይኑ ግን ነቶም ቆልዑት ሓደጋ ተኾይኑ ይኽልከል እዩ ይኽልከል ሕጂ እዚኣ ዝበልካያ ንምንታይ ደኣ እሞ እንተወሊደንሲ ሲንግል ኮይነን ዘይውድኦ ዋይ ዋይ ኮይና ሲንግል ኮይና ትውድኦ እሶም ድኣ ሲንግል ኮይኖም ደይውድእዎ ምስ ገደፍዎ ን ኮብካልኣይ ኣብ ካልኣይ ኣብ ሳልሳይ ወርሑ እኳዮም ሓዳር ድገብሩ እቲኣ ጥውይሎም እዮም ንሶም ምስ ጓል ዓይኖም ድጻቀጡ ሕጂ እዚኣ ጓል እዚኣ ሲ ሓዳር ክትገብርስ መሰል ኣለዋይ ኣዴታትና ከማን ቀደም እንድሕር ተሓዲገን ወይ ሰብኣየን ተመይቱ ሲ ዋእ ሓያም እቲ ኣርግቲ ትኮነካ ኢሎም ኣረጊት ሰብኣይ እንድዮም ሰበይቲ ደምጹሉ በይንኪ ኩኒ በይንካ ኩን እኮ ኣይባሃልን እዩ በይኖም ድኮኑስ መቋርብቲ ኢሎም የዋስብዎም እንድዮም ዝኣረጉ ከማን ሕጂ እዚ ሰብ እዚ ግን ኣፊ ሓወይ ገዲፍዋ እንተ ከይዱስ እንታይ ኣምሲሉ እዩ ኮንትሮል ዝገብራ ኢቲ ሕቶ ናተይ ምስ ዝከደት ትኪድ ኣገዳስነት ናይቶም ቆልዑት ጥራሕ እዩ ዘለዎ ምክንያቱ እቶም ቆልዑት ጥራሕ እዮም ደኣ ኣብ መንጎ ክልቲኦም ዘለዉ እምበር ኣይወለዳ ኣየዕበያ ኣቦኣን ኣዲኣን እቶም ወሊዶም ሓርኣን ሽንታን ጸሪጎም ዘዕበይዋ ከማን ኣይእውድዋን እዮም ልዕሊ ዓሰርተ ሸሞንተ ዓመት ተኮይና ካብ ውሽጣ ድሌት እንድሕር ዘይብላ ነቲ ሂወት ክትነብሮ ዋላ ፈንጂ ተተተኮሰ ክትነብሮ ኣይትኽእልን እያ ብፍቅሪ ብሰላማዊ መገዲ ተዘይኮይኑ ብህልኽ ኣይ እዚኤን ናትና ቀራናት እየን ኣይከውንን እዩ ካባይ ጀሚርካ ስለዚ ኣፌ ሓወይ ደቅና ምርኣይ ከልኤናና ዝብሉ ገለ ዝብሉ ብህልኽ ብዕግርግር ስለዝኾነ እዩ እምበር ደቅኻ ወላ መንግስቲ እኳ ዘይከልኣካ ደቃ ክትከል ኣይትኽእልን እያ ብመንግስቲ እንታይ ይብልዋ ኣቦዩ ይግብኦዩ ክርእዩ ተባሂሉ እዩ ዝፍቀዶ ኣይክላእን እዩ ኣቦ ዝኾነ ጠንቂ ተረኺቦምሉ ፀገም ተረኺቦምሉ ግን ኣይነርእየካን ኢና ኢሉ መንግስቲ ባዕሉ ይኽልክሎም ወላ እንዳደለየት ይኽልክሎ መንግስቲ ቴንክ ዩ
ኣብዛ ዶ ንእሽተ ክዛረብ ኣቶ ሓወ መጀመርያ ኣዴ ኩሉ እንዲ ክትዛረብዮ ፀኒሐኺ ኣነ እኳ ከምዚ ተዛሪበ ይፈልጥ ነ ንምንታይ ኣይፈቱን እየ ሓቂ ዘረባ ምክንያቱስ ኣነ በቃ ብዚ ቁስለት ገለ ክዛረብ ኣይደለይ ንምንታይ ተልኩምኒ በቃ ንሕናስ በኺና ነቢዕና ወዲእና ኢና ሕጂ ግን ናብ ቆልዑ ስለ ዝሰገረ ግዴታ ኢኻ በቃ ትግደድ ክትዛረብ ትግደድ ማለት እዩ መጀመርያ መጀመርያ ኣብ ዘለኹም የሕዋተይ እቶም ኣቦታት ኮንኩም ናይ ብሓቂ ኣቦታት በዋልድ ትብደሉ ሰባት ኣለኹም ምክንያቱ ኣወዳትና ኮንኩም እውን እንታይ ዝበሃል እዚ ደቅኹም ዝኸልኣኹም ኣለዋ ዘባሳጭዋኹም ኣለዋ ወላ ሂወትኩም እውን ክትመርሑ ዘይትኽእሉ ኣለዋ ንፈልጥ ኣነ ብዙሕ ስለ ዝፈልጥ እየ ማለት እዩ ግን ኣብአን ኣይኮነን ዝወርዱ ዘሎ ኣብ ታሕቲ ሕጂ ብዙሕ ዝፅሕፉ ነርኩም ኣብአን ግን ኣይኮነን ዝወርዱ ዘሎ ኣብተን ዝኾነት ጓል እንድሕር ተበዲላ ጋስ ኣብተን ለዋሃት እዩ ዝወርድ ሕጂ ግን ሕሉፍ ሓሊፉኩም ናብ ቆልዑ እንታይ ጌሮም እቶም ቆልዑ እቲ ኣበሳይስ ዋይ ወደይ ዝቅበሎ እቲ ናተይ ሓጥያት ዋይ ወደይ ዝቅበሎ ምሳይ እንድሕር ተባኢስካ ንዓይ ዘይትቀትለኒ ምሳይ ዘይትባኣስ ሎምስ ወላ ንዓና ቅተሉና ኣነ እብለኩም ኣለኹ ኣነት ካብ ደቀይ ተቀቲሎምን ዝርኢ ኣነ ክምማት ይሕሸኒ ንዓይ ቅተለኒ ኣነ ክቅተል ይሕሸኒ ስለዚ ይሕዋተይ እተን ናይ ብሓቂ ዝዛረበክን ዘለኹ እተን ደቀን ምርኣይ ትኸልኦኦም ግደፋ ምክንያቱ ካልኣይ ብህልኽ ስለ ዝርእዎም ዘለዉ
ሚትግርል ግን ዘለኹ እኳ ብርቱዕ ማይ ይወቅዕ ኣሎ ነጎዳ በርቂ ገለመለ ስለ ዘሎ እየ እኳ ኒው ክትዛረብ ኣይለ ኣነ ምናልባሽ ኣይሰምዓክን እየ ዘለኹ እቲ ኣብ ጥቓ ፍኒስራ ስለ ዘለኹ መዓት ዝናብ ካኣ ይወቅዕ ስለ ዘሎ ሓራይ ሸራፍ ይሓብ ኣዝዩ ብርቱዕ ማይ ምስ በረድ እዩ ዝወቅዑ ዘሎ። እሺ ሓራይ እወ ቁሩብ ምኽሪ ሃቡ ነቲ ዝሓፍትና ኣትያ ዘላ ሓዳስ እውን ምኽሪ እ፣ ኣዱ ጓለይ ኣነ ኣታ ኣቤ ንዓዮ ወድኣኒ ኣነ እንታይ ዝገብሮ ሕጂ ሕጂ ጀሚረ ሱር ትኾልፈኒ ኣለኻ ሕጂ እተን ብሓይሊ ተርእዮኦም ዘለኽን እተን ብሕጊ ገለመለ ኮለል ኣቢልኩም ኮለል ተብልኦም ዘለኽን ግደፋ ግደፋ ናይ ብሓቂ እየ ግደፋ በቃ እንድሕር ኣቦ ኮይኑ ኦኬ ኣይደለኽንን ብሕጊ ብሕጊ ደለኽንን ብባዕልኽን ምክንያቱ ኮለለ ቢልክን ኮለለ ቢልክን ኣብቲ ሕጊ ተእትዎም ኣለኽን ኣብቲ ሕጊ ምስ ኣተዉ ከኣ ከምታ ንዓይ ኮለል ዘበለትኒ ከምታ ንዓይ ደም ዘንበዐትኒ ኢሎም ከኣ ኣብ መቕተልቲ ቆልዑ በጺሖም። እንታይ እዩ እዚ? ንዓኺ ስለ ዘይረኽበኪ ብሕጊ ስለ ዝገበሮ ንዓኺ ስለ ዘይረኽበኪ ንቆልዑ ቀትል ኣሎ። ስለዚ ኣነ ሓንቲ ክብለክን ንውሉዶም ኣርእዮኦም። በቃ ገሊክንስ ወረድ ኣብዚ ሓዳሽ ኢንፎርሜሽን ኣምፂኦም ኣለዉ ናይቲ ቆልዓ ኣብ ካናዳ እየ ዝቕመጥ ኢሉሲ ንሽዱሽተ ዓመት ተመሪዖም ነይሮም ሕጂ ራይ ኣፌ ሽዱሽተ ዓመት ተመሪዖም ነይሮም ቅድም ሓደ ዓመት ከዓ ተፋቲሖም እሳ ተኣደ ምሉእ ማክ ትደልያ ኣብ ልዕሊ እቶም ቆልዑት ምሉእ ስልጣን ይወሃበኒ ኢላ ሕጂ ንሱ ከኣ እዚ እዩ ሞኣብ ከምዚ ብጺሕዎ ማለት እዩ ርኢኻ ሙሉእ ኣማክት ሃብ- ሃቡኒ ኢላ ኣላ እ፣ ዝኾነ ጸገም ሪዝን ክህሉ ስለ ዝኽእል በሊ ኣብ ገ- ኣ- ኣነ ብሂወት ከለኹ ደቀይ ሙሉእ ማክት ይትወሃብኒ ኢሉ ከኣ ሓሪድዎም ይኾን በቃ እዚኣ እያ እታ ነጥቢ ርኢኻ ሕጂ እቲ ህልኽን እቲ ሰይጣንን ረኣዮ ከመይ ቤን ቤን ጥቀማሉ ሕዝን
እንግዲህ እንታይ እንታይ ድዩ እስከ ኣዶይ ኣነን ክነግረክ ዳርጋ ሓቂ ዘረባ ከምዚ ሓሶት ብዘይ ሓሶት ዘይኮነ ናብቶም ቆልዑ ስለ ዝሰገሩ እየ ኣነ ተሰሚዕኒ እምበር ክንደይ ኣዋልድ ዳርጋ ተስዓ ፐርሰንት ኣዋልድ ፀገም ኣለና ኣብ ደቆም ምክንያቱ ኣነ ብምንታይ ይሕዞ ብደቁ ይሕዞ እሶም ከዓ ከምታ ብደቆም ዝሕዙና ከዓ ኣብ ሸጣናዊ ሓሳብ ይሓስቡ ኣለዉ ኣነ ሓንቲ ናይ መወዳእታ ክብላ ዝኽእል ግን ኩሉኹም ኣብዚ ዘለኹም ፈሪሓ ትኸውን ግን ዕንቡብ ብደቆም ትዕዘብ ኣይትበሊ ኣብዚኣ ዘይሓዝክኒ ክዛረብ እኮ ውዒለ ዕንቡብ ሓንቲ ነገር ክነግረኪ ንስኺ ይብለኪ ኣለኹ ንሓደ ንፉዕ ኣቦ ብቑዕ ዝተባህለ ኣቦ ነቶም ደቁ ምሳኺ ዝወለዶም ክትክልክልዮ መሰል የብልክን ዋላ ንስኺ ንመንግስቲ ኣየርእዮን እየ እንድሕር ኢልኪ መንግስቲ እንታይ ክብለኪ እዩ ሪዝን ኣምፅኢ እንድሕር ደኣ ከተርእዮም ዘይደለኹሉ ምኽንያት ብቑዕ ኮይኑ ክንክልክሎ ኢና ኢኺ ትበሃሊ። ሽዑ እዝን እዝን እዝን ሪዝን ምስ እዚ ጭብጢ ኣለኒ ኢልኪ ምስ ኣምጻኺ መጽናዕቲ ተገይሩ እትሬዳ ተገይሩ እቲ ዘምጻኺዮ ኤክስኪዩዝ ብቑዕ እንተኾይኑ ኤቭደንስ ዘለዎ ተኾይኑ በዝን በዝን በዝን ምኽንያት ንደቅኻ ክትርኢ ኣይትኽእልን ኢኻ ተባሂሉ ብቤት ፍርዲ ይንገሮ። ይግባይ ክብል ውን መሰል ኣለዎ ከምዚ እቲ መስርሕ ድከይድ እምበር ኣነ ደቀይ ኣይርእየካን እየ ኢልኪ ደቁ ወሲድኪ ኣይትክልክልዮን ኢኪ ባዕለን ሶሻል ኣምጺኤን ካብ ገዛ ወሲደን እየን ደርእየኦ ብሓይሊ በዚ በፍንጫ ተርእይዮ ንሱ ንሱ ጽንሒ ጽንሒ ክነግረኪ ጽንሒ ዕንቡብ ሓፍተይ ኣወድእኒ ዕንቡበይ ጽንሒ ኣወድእኒ ጽንሒ ጸገም ዘለወን ክህልዋ ክእላ እንድየን ንስ ጽንሒ ብለኪ ኣለኩ ስምዕኒ እሞ ክውድኣ እተን ደቂ ኣንስትዮ ዋላ ህልኽ ሒዝወን ኣየርእዮን እየ ውላዱ እንድሕር ኢላ እሱ ናብ መንግስቲ ክከይድ ኣለዎ ማለት እየ ናብ ኮምዩን ከይዱ ደቀይ ከተርእየኒ ኣለዋ ናብቶም ፋሚሊ ሬተን ዝበሃሎ ናይ ፋሚሊ ራይት ዝጣበቁ ናብ ፋሚሊ ሬተን ከይዱ ታይ ይብል ብዘይ ዝኾነ ነገር ኣነ ደቀይ ክርኢ ደልየ ኣነ ሰለማዊ ሰብ እየ ዋላ ሓንቲ ነገር ዝገበርኩዎ ነገር የብለይን ምስኣ ተፈላሊና ኢና ደቀይ ኣርእይኒ ኦከይ ኢሎም ንዑ ቆፀራ ሒዞም ትሕተት ንሳ ንምንታይ ምኽንያት እያ ከተርእዮ ዘይደለየት እንድሕር ስቅ ኢላ ሓፍ ሓፍ ትብል ኣላ ኮይና ብዘይ ዝኾነ ምኽንያት ቡቁዕ ኣቦ ግቡኡ ዘማልእ ኣቦ ተኾይኑ እስኺ መሰል የብልክን ደቁ ክትከልእዮ ኣብዚኣ ሰዓት ክልተ ተምጽእዮ ትበሃል ቆጸራ ግበረላ ሰዓት ክልተ ቀዳም ድያ ሰንበት ድያ መጀመርያ ብሰዓታት ምርኣይ ይጅምሩ ኡምየኘ ዝበሃል ኣሎ ብሰዓታት ተርእይ ትጅምሪ ብድሕሪኡ ብቅዓቱ ሪኦም ንፉዕ ኣቦ ምዃኑ እንድሕር ሪኦም ሽዑ ንሓሙሸ መዓልቲ ንሰለስተ መዓልቲ እንዳሃቡ ሽዑ ምሉእ ብምሉእ እስኺ ትወስድዮም ንሶም ንሱ ይወስዶም ጌሮም ብምሉእ ኣቦን ኣደን ቅሳነት ዘለዎም እንዳተቀባበሉ ይዕብይዎም ማለት እዩ። እንድሕር ደኣኒ ሪዝን ኣምጼን እሞ እቲ ንሰን ዘምጸኦ ሪዝን ቁማር እጻወት ኢተይላ ንኣብነት ወይ ሓሽሽ ወስድ ኢተይላ ወይ ውሕስነት የብሉን ኣብ ደቀይ ወይ ይሃርሞም ኢዩ እንተይላ እሞ ጭቡጥ ዝኾነ መር ኣብነት ኢዩ እዚ ሕጂ ጭቡጥ ድኾነ መርትዖ ደለዎ ኤክስኪዩዝ እንተምጺኣ እሞ እንድሕር ጭቡጥ መርትዖ ኮይኑ ጸኒሑ ኣየጫንዎን እዮም ወላ ንሳ ደቁ እንድዮም ኢላ ሓቢኣ ክተርእዮ እንተፈቲና እስኺ መን ኮንኪ ክሲ ክተርእዮ ኢሎም ነቶም ቆልዑት ወሲዶም እዮም ናብ ፋሚሊ ፕላሴራ ድገብርዎም ነቲ ናይቶም ቆልዑት ውሕስነት ተባሂሉ ስለዚ ደቅና እኮ ደቅና ኣይኮኑን ደቂ ጸዓዱ እኳ እዮም ኣብዚ ዘለዉ ቆልዑት ብምሎም እኮ ደቂ ናይቲ ሲስተም እዮም ንሕና ኣይንውንኖም ኒና ሕጂ ደቂ ኣንስትዮ ደቆም ምርኣይ ከነኤንኦም እዘን ርጉማት እዚኤን ርጉማት ዝበሃል ዘረባ ኣሎ ኣብ ዝኾነ ኣብ ብዙሕ ሚድያታት

ኣደው ነግረኪ ኣነ ካ ዝብለኪ ዘለኹ በሊ ከማንሲ ኣነ ባዕለይ ዝፈልጦሲ ካራ ገይሩ ዘይሃረማ ባዕላ ካራ ዝሓዘቶ ካራ ገይሩ ክሃርመኒ ደልዩ ኢላ ናብ ሕጊ ዘቕረብኦም እፈልጥ ኣነ ተረዲእክኒ ኣነ ባዕለይ ይብለኩ ዘለኹ ኣብ ሕጊ ዘቕረበኦም ንኸይሪኦኦም ኢለ ንኸይሪኣ ደቀ ደቆም ንኸይርኢ ኢለን ከምኡ ዝገበራ ኣዋልድ ኣለዋ እዚ ከኣኒ ንፉዕ ተኾይኑ ከምዚ ተኾይኑ ትብልዮ ዘለኺ ኣነ ኣብ ስዊዘ ዘለኹ ኣይፍቀድን እዩ ከምኡ ወላ ናይ ሓሽሽ ይኹን ወላ ናይ መስተ ይኹን እዞም ዓዲ ኣቦ ስለ ዝኾነ ብሳልሳይ ኣካል የራኽብዎም እዮም ንፉዕ እዩ ሓሙሽተ መዓልቲ ገለ ከኣ የለን ኣብ ስዊዝ ኣነ ዝፈልጦ ዓርቢ ወሲዱ ሰንበት ይመልስ ማለት እዩ። እዚ ከኣ እቲ ብቑዕ ኣቦ ካብ መስተ ገለ ዝተኣለየ ወላ ኣብ መስተ ዝተመራስሐ ይኹን ከኣ ብሕግን ስነስርዓትን ሳልሳይ ኣካል ገይሮንካ ደቁ ክረኤ መሰሉ እዩ። ንምንታይ እስኻ መስተ ትሰቲ ኢኻ እስኻ ንፉዕ ኣቦ ኣይኮንካን ኢሎም ኣይከልእዎን እዮም። ተረዲእኽኒ? ሕጂ ከኣ እዚ ኣነ ነዋለ እዚ እዚ ናይ ስዊዝ ሕጊ ከይከውን ዕንቡበይ ኣብዚ ዓዲ ከምኡ የብልና ፅንሒ ድሓነ የወድን ኣዴ እዚ ኣነ ባዕለይ ባዕለይ ብለኩ ኣለኹስ እንድሕር መስተ እንድሕር ዝሰቲ ኮይኑ እንድሕር ገለ ኣነ ስዊ ናይ ስዊዝ እያ ዝዛረብ ዘለኹ ናይ ስዊዝ እየ ዝዛረብ ዘለኹ ዞካይ ንዓኖ ናይ ካልእ ኣይፈልጥኒ ኣብ ስዊዝ ግን ንፉዕ ይኹን ሕማቕ ይኹን ደቁ ዘኽልእ ኣብ ስዊዝ የለን እንድሕር መስተ እንድሕር ዝሰቲ ኮይኑ ሳልሳይ ኣካል ጌሮም ክልተ ሰዓት ድየን ሰለስተ ሰዓት ድዮም የርእይዎ ማለት እዩ እንድሕር ንፉዕ ኣቦ ኮይኑ ከኣ ዓርቢ ይወስዶም ሰንበት የምጽኦም ሰዓት ክንድዚ ዓርቢ ትወስዶም ሰዓት ሰንበት ከኣ ሰዓት ክንድዚ ትመልሶም ምብሃል ኦኬሉ ይመልስ ማለት እዩ እቶም ሕማቃት ትብልዮም ዘለካ ሕማቃት ኮይንኩም ኢኩም እስኩም ናይ ድራግ ኢኩም እስኩም ናይ መስተ ኢኩም ኢሉ ስዊዝ ዝክልክል የለን ኣብ ናይ ስዊዝ እያ ኣነ ዝዛረበኩ ዘለኩ ማለት እዩ ግን ኣዋልድና ግን ኣለዋ ንከይርእኦም ኢለን ካራ ገይሩ ሃሪምኒ ጸፊዕኒ ባዕለን ወላ ጸፊዐን ገፀን ፀቢቐን ብዲኤን እም ገይሮም ዝረኣይዎን ከዓ ኣነ ባዕለይ ይፈልጥ ማለት እዩ ስለዚ እቲ እቲ እቲ እቲ እቲ ኢልካ እንታይ ኣምፅኢኻ እንድዩ ኣንሕና ኣብዚ ዘለና ኣሕዋትና ኣንሕና ተመ ኣትየ ደቀይ ክቕተሉን ይደልን እየ ስለዚ ኩልኽን ኣብዚ ዘለኽን ደቆም ኣርእዮም ሃበኦም ወላ ይህሮምኽን እንታይ ዘተሓሕዝ ኣለዎ ምስ ቆልዓ ንዓኻ ሃሪምኪ ምስ ቆልዓ ዘተሓሕስ ነገር የብሉን ስለዚ ይደኩዐኪ ንስኺ ብሕጊ ትኸድዮ ደቁ ክትከልእዮ ግን መሰል ዝበሃል የብልክን ሰቲ እንድሕር ኮይኑ ይሰቲ እዩ ስለዚ ሳልሳይ ኣካል ጌርካ ኣርእይዎ ትብሊ እንድሕር ዘይሰቲ ኮይኑ ከዓ ደቁ ንምንታይ ትኸልእዮ ደቂ ክዮም ደቂ እዮም ስለዚስ ምሳይ ስለ ዝተባኣሰ ደቅኻ የርእየካኒ ስለ ምሳይ ስለ ዝተባኣሰ ንዓይ ስለ ዝሃረመኒ ደቀይ ከዓ የርእየካኒ መን ይኽስኺ ዋይ ስኺ ስለዚ እቶም እቶም ሕዋትና እውን ከምቲ ንሕና ደቅና ንብሎም ደቆም እዮም ከምቲ ኣነ ደቀይ ኢለ ሸር ዝብሎ ከምቲ ንስኽን ሸር ትብልኦ እሶም እውን ደቆም ሓቂፎም ሸር ክብሉ ደልዩ እዮም ደቆም እዙይ እኮ ወደዩ ኢሎም ክምኩሑሎም ይኽእሉ እዮም ይደልዩ እዮም ከዓ ኣቦታት እዮም ስለዚ እዚ እዚ ዘይኮነ ካብዛ ሕጂ ንንዮም ኩልኽን ደቆም ኣርእዮም ደቆም ኣርእዮም ኣብ ደቅና ስለ ዝኣቱ ዘለዉ ብስነ ስርዓት ደቆም ኣርእዮም የሕዋትና እዮም ከምቲ ዝወለዱ ፍረ ብርኮም ይስዓሙ ዋይ ንምንታይ ንጨኻኸነ ንሕና እውን እኮ ጨኪንና ኢና ኣዱ ንንሕና እውን እኮ ጨኪንና ኣሎም ኢና ኣነ ከምቲ ካብ ውሉደይ ክፍለ ዘይክእል ንሶም እውን ክፍለዩ ይክእሉን እዮም ምሳይ ስለ ዘይነበረ ኢለ ደቀይ ከ- ደቀይ ግን ኣነ ደቂ ኣየ ኣሕድጎን እየ በቃ ይንፋዕ እዩ ይብል እንድሕር እንድሕር ከሊእናዮም እውን ደቆም ክነግረኪ ስትረስ ኣለዎም ኣነ ነግረኪ እዚ ዝሓለፍክዎ ሂወት ካብ ደቀይ ንኸይፍለ ሓንቲ መዓልቲ ገፅ ደቀይ ንኸይርኢ ኢለ ዝነባዕክዎ ዝሓዘንክዎ ግዜ ኣሎ እሶም ከዓ ልክዕ ከምኡ እዮም ግደፋ ደቆም ነርእዮም እዚ ክስታይ በቃ ንፍዕነት መሲልዎም ኣይኮኑን ጭንቀት ኣለዎም ናፍቆት ቆልዑ ኣለዎም ወሊድካ ደቅኻ ተዘይርኢኻ ካብዚ ዝኸፍእ ነገር የለን ስለዚ ኩልኽን ኣብዚ ዘለኽን ከየንውሐልክን መታን እንታይ ይብሎ ኣሎ መሲልኩም ዕንጉበይ ሓደ ኣብኡ ዝቕመጥ ፈላጢያ ነዛ ቆልዓሲ ኢላ እቲ ሰ እቲ ሰብኣያ ብጣዕሚ ኣቢዩዚቭ እዩ ነይሩ ሳሚ ዝብል ሓውና ፈልጦም እዩ ብጣዕሚ እዩ ኣቢዩዝ ትገብራ ነይሩ ሓንቲ መዓልቲ ከሊኣቶ ኣይትፈልጥን እያ ረፊዝ ጌራ ኣይትፈልጥን እያ ንኸተርእዮ ኣብ ድላይ ግዜ መጺኡ ወስዶም ይርእዮም እውን ነይሩ እዩ ግን ክ- ቆልዑት ደልዩ ክመጽእ ከሎ ብጣዕሚ ኣቢዩዝ ዝገብራ ነይሩ እዩ ብዙሕ የሳቕያ ነይሩ ብድሕሪ እዚ ከዓ ኣነ ነዚ ቕ- ስቓይ እዚ ክፃወሮ ስለ ዘይክእል ማህረምትን ገለን ስለ ዝኸብደኒ ዘሎ በቃ ናብ ሓዴና ይኹኑ ስለ ዝበለት ከኣ ነቶም ቆልዑት ቀቲልዎም ኣነ ፈላጢኦም እየ ኢሎም ኣብ ታሕቲ ኢንፎርሜሽን እጽሕፍሎም ስለዚ ነስተውዕል መጀመርያ ኣሕዋት ዓድና ኳስኪ ዝኣትያ ዘላ
ራይ ሰላም ይሕዋተይ ኩልኹም ከመይ ምስኹም መጀመርያ እሞ ኩልኹም ዝዓበኹም ዝነኣስኩም ኣብ ላዕሊ ዘለኹም ኩልኹም ሕዋተይ ሰላም መጀመርያ ኣነ እኳ እዚኣ ርእስተ ጫፋይ ሒዝያ ዘለኹ ግን ኣነ ምስ ዕምባባ እያ ዝሰማማዕ ክልተ ዓይነት ደቂ ተባዕትዮ እዮም ዘለዉ ክልተ ዓይነት ደቂ ኣንስትዮ ከዓ ኢና ዘለና መጀመርያ እቶም ሓደ ዓይነት ደቂ ተባዕትዮ ብርድኢት ዝኣተዎ ሓዳር ማለት እቶም ሓደ ከዓ ብስምዒት ምስታ መፃምቶ ማለት እዩ ኩሉ ግዜ እቲ ብርድኢት ዝኣትዎ ሓዳር ሳዕቤን የብሉን እዩ ብስምዒት ንኣትዎ ሓዳር ከዓኒ መወዳእቱ እዚ ዝኸይድ ዘሎ መንገዲ ይኸውን ማለት እዩ ስለዚ እቲ ይኹን እቲ ግን መጀመርያ ኣይተዓደልና ናትና ዕድል እዩ ኣወዳትናን ኣዋልድናን ኣማፃፅኣና ከቢድ ስለ ዝኾነ ብፐርሰንቲ ክንሪኦ ከለና ግን እተን ደቂ ተባዕትዮ ንኣወዳት ደቆም ንኸይድልዩ ንኽልክል ዘለና እቶም ዋጋ ከፊሎም ዘምፅዎን እየን ኢለ ይግምት ኣነ ምክንያቱ እሶም ከመይ ገይሮም ኣምፅኦሞ እቲ ዋጋ ዝኸፈሎ ባዕሎም እዮም ዝፈልጥዎ ነቲ ዋጋ ሪኦም ከዓ እሶም ብኡ መጠን ኣብ ጭንቂ ኣብ ብስጭት ይኣትዉ እተን ከርተት ኢለን ዝመፃ ኣሕዋትና ከዓኒ ገለ ኣብ ልዕሊአን ክገብሩ ከለዉ ሕርቃን ከዓ ሕርቃነን ነቲ ብወደን ቆልዓ የርእኔ ምክንያት ገይረን ኣብዚ ዓድስ ንጓል ኣንስተይቲ ተሰማዕነት ኣለዋ ነታ ንእሸይ ተሰማዕነት ዘለዋ ኣመክንየን ከዓኒ ንጡዕ እያ ኣቦ ኣቦ ኣቦ ይኮነን እዚ ከምዝን ከምዝን ኢለን ከዓ ንምርኣይ ዝኸልኣ ከዓ ኣለዋ ስለዚ እተን ናይ ብሓቂ ኣቦ ክኸውን እንዳኸኣለ ፍቕሪ ክህብ እንዳኸኣለ ምርኣይ ፍቕሪ ምሃብ ንኸሊ ዘለና ፅባሕ ንግሆ ዋጋ ክኽፍለና እዩ ንምንታይ ደቅና ናይ ኣቦን ናይ ኣደ ናይ ከም ዝኸውን ንማንም ጠፎ ኣይኮነን ኣነ ጥራይ ኣደ ኮይነ ምግቢ ስለ ዘብላዕክዎም ኣነ ጥራይ ምስኦም ውዒለ ፍቕሪ ስለ ዝሃብኩም እኹል እዩ ማለት ኣይኮነን ደቅና ብኩሉ ኣይኮን ደበቦም መደንሲ ብንዳባሓጎም ብክልተ ወገን ብጎረቤቶም ተሓቂፎም እንተ ዓብዮም እዮም ዝሓሸ ኣተዓባብያ ዝዓብዩ ናቶም ባህልን ልምድን ሒዞም ዝዓብዩ ንሕና ኣይተዓደልናን ደቅና ካብ ባህልን ልምድን ተፈልዮም ኣለዉ ካብ ኣቦኦም ተፈልዮም ካብ ሓወቦኦም ካብ እሞኦም ካብ ሓትኖኦም ካብ ዓባዮም እዚ ኩሉ ዓይነት ጎዲልዎም ከሎ ኣቦኦም ከዓ ክስእኑ ከለዉ ንሶም ከዓ ፅቡቅ ኣይረኸቡን ደቅና ማለት እዩ እቲኦም ኣቦታት ከ ኣቦ ክኾኑ እንዳኸኣሉ ናህና ናይ ባዕልና ሽግር ዘጋጠመና ንዓይ ንዑን ዘይሰማምዕ ንውላዶም ምኽላእካ ዓገብ ነተን ኣቦ ክኾኑ ይኽእሉ ክኾኑ ዝኽእሉ እንከለዉ ፍቕሪ ክህቦም እናኸኣሉ ትኸልኣ ዘለኽን ንኸልእ ዘለና ንኹልና ማለት እዩ ዓገብ በጃኽን ኣሕዋት እዚ ነገር ዝኸይድ ዘሎ ኣሕዋትና ይባሳጨው ይጭነቑ ኣለዉ ንዓኽ ተዘይኮይኑ ሓውኺ ኣቦ ደቅኺ እዩ ምሳኺ እውን ጽቡቕ ግዜ ዘሕለፎ ግዜ ኣሎ። ነቲ ዝሓለፈ ምርኣይ እውን ኣገዳሲ እዩ። ጽባሕ ንግሆ ካልእ ሽግር ምስ ወደቐ ጣዕሳ ኣይጽቡቕን እዩ። ምስ ዓበይ ዋጋ ከኸፍል እዩ። ጽባሕ ንግሆሲ እቲ ውላድ ከዋን ዓብዩስ ነቲ ዝሓለፈ ዋጋ ከኸፍለካ ይድፍትን እሞ ስለዚ ሕማቕ ሰብ ታሪኽ ኮይና ክንጸንሕ የብልናን ማለትሲ እስኻ ዋጋ ከፊልካ ኣብ ፍቅሪ ምጺኻ ነቦኦም ንሓወቦኦም ነሞኦም እንድሕር ኣራኺብካ ጽባሕ ንግሆ ዋላ ውን ንዓኻ ሕማቅ ግዜ ሰጊርካ ኣብ ዓወት ተበጺሕካ ግን የኹርዓካን የሐብነካን እዩ ሞኒ ንኸዶ ዘለና ምናልባት ዘይምርዳእ ብሕርቃን ብስምዒት ንሕዋትና ንብሎም ዘለና ንቆጠብ ኣሕዋተይ እቶም ገለ ኣቦታት ከዓኒ ባ ካባይ ምስ ተፈለየት ፅቡቕ ትኸውን ኣላ ኢልኩም ከዓኒ ናታ ክፉእ ትደልዩ ናታ መከራ ትደልዩ ንኸይትቕልቡ ካብ ስራሕ ኣቋሪፅኩም ብሾሻል ክቕለብ ብመንግስቲ ክቕለብ ትደልዩ ከዓ በጃኹም ዓገብ ምክንያቱ ውላድኩም ካብ ናይ ትርፋፊያ ናይ ፀዓዱ ዝበልዑ ናይ ኣቦም ገንዘብ ክበልዑ ይሓይሽ ንዖም ከዓ ኣብ ትምህርቲ ክኸዱ ከለዎም ኮንፊደንስ ዝስምዖም ሓገዝ ናይ መንግስቲ ክበልዑ ከለዉ እትዮም ቆልዑ ናይ ካልኦት ኣቦታት ናይ ካልኦት ቀለውዕ መሳቶም ክርእዩ ከለዉ ኮንፊደንስ እዩ ዝጎድሎም ሶ ብዛዕባ ናይታ ሰበይቲ ኸዓ ዘይኮነስ እታ ሰበይቲ ብዛዕባ ናይቲ ቦ ኣንፃር እሱ እውን ናይታ ሰበይቲ ናይታ ኣደ ኣንፃር ዘይኮና ክንሓስብ ዘለና ብዛዕባቶም ደቅና ኸ ወፂኦም እንታይ ዓይነት ስምዒታት ይስምዖም ኣሎ ኮንፈርት ይስምዖም እዩ ምስ ዓበዩ ከ ኮንፊደንስ ዶ ይብሎም ኮይኖም ይዓብዩ ንሕና ብዘይ ኮንፊደንስ ኣተዓባብያ ዓቢናስ ደቅና እውን ከምኡ ክኾኑ ኣይንድለ በጃኹም ብኩሉ ይደሎቲ ጌጋ ኩልና ግን በብዘለና ጌጋ መምስ ኮነ ነገራት ምስ ኣጋጠመ ምዝራብ ትርጉም የብሉን ብእዋኑ ግን ውሕጅ ከይመፀ ካብ ዝሓለፈ ተማሂርና ዝኾነ ነገር ንገብሮ ዘለና እንተተቆጠብና ይሓሽ ኣሕዋተይ ኩልና ኣብ ጌጋ ዘለና ንተኣረም እቶም ኣቦታቶም ክሪኡ ዝደለዩ ኣርእይዎን ኣርእዮም በጃኹም ፍቕሪ ሃቦም በቃ ብዝተኻእለ መጠንሲ ብሰላም በቃ ሰላም ከመይ ገይሩ ክኸውን ሰላም እንድሕር ከይካያ ጥራይ ሰላም ትመፅእ ፅቡቕተይ ኣብዚኣ ክሓተኪ ፅቡቕ እንዲኽ ተዛሪብኪ እንታይ ኢልክሲ እሶምሲ ይባሳጨው ኣንዳ ኣድሩ ሓደ

እቲ ዋጋ ዝበልከዮ ክትነግርና እንድሊ ንመጀመርያ ኣብዚ ዓዲ እንድሕር ወይ ኣብ ዝኾነ ሃገር በዓል ወረቐት ኮንካ ትነብር ኣለኻ ኮንካ ትኸፍሎ ወላ ሓንቲ ነገር የለ ባዕሎም እዮም ዘምፅዎ ነቲ ኣካልካ ወይ ከዓ ነቲ ተመርዒኻ ሰርቲፊኬት ናይ መርዓ ወረቐት ተምፂኻ ወላ ሓንቲ ነገር ዝኸፍሎ ነገር የብሉ ሰበይተይ ኣምፁለይ ምጥርናፍ ስድራቤት ኢልካ ኣየር ትኬት ጥራሕ ኢካ ትከፍል ዝክፈል ነገር የለን እዚ ክትፈልጥዎ ይግባእ ኣነ ወደይ ካብ ኤርትራ ከምፆ ከለኩ በቃ ትኬቱ ጥራሕ እየ ከፊለ ንኣብነት ማለት እዩ ትኬቱ ጥራሕ ኢካ ትከፍለሉ ኣብዚ እንድሕር በዓል ወረቀት ኮይኑ በዓል ሙሉእ ወረቀት ኮይኑ እዚ እንድሕር ዳኣ ተረጋግዐ ሂወቱን ወረቀቱን ሒዙ እሞ ኣምፅዋ ኦሬዲ ምዝግብቲ ኮይናስ ኣክሰብት ጌሮማስ ኣካሉ ሰበይቲ ኢሎም ኣምጺኦማ ኣለዉ ኦከይ ናይ ፕሮሰስ ናይ ኮለል ናይ ጎለል ከኣ ቁሩብ ኣብ ክልተ ሰለስተ ሽሕ ኣጥፊኡ ክከውን ይክእል እዩ ኢትስ ፋይን ሕጂ እንድሕር ደኣ ንሳ ምስ መጸት ዘይተረዳድኡ ወይ ከኣ እንድሕር ደኣ ዘይተሰማምዑ ግን ዋጋ ከፊሉ ወይ ፕሮሰስ ጌሩ ስለ ዘምጽኣሲ ተጸሚማ ደም ኩሩምታ እንዳ መዓጎት ክትነብር ኣለዋ ክንብል ኣይንክእልን ኢና ምክንያቱ እዞም ሰባት እዚኦም ዝነብርዎ ሂወቶም ንሶም እዮም ዝፈልጥዎ ኣብ ክሽነ መደቀሲ ንሕና ምስኦም የለናን ሕጂ እንድሕር ደኣ ካብ መጀመርያ ደኣ ተላሊካ ጽቡቅ ጌርካ ተዋሓሒጥካ ተፋሊጥካ ዓጊብካ ደኣ ክትጠራነፍ ከተብል ኣለካ ደኣ ክንብል ኣለና እምበር እሶምሲ ዋጋ ከፊሎም ስለ ዘምጽዎን ንሰን እየን ተን ቀንዲ ጠልማ ደለዋ ምጥላም እኮ ኣይኮነን እዚ ሕጂ ኣብዚ ክንርድኦ ዘለና ኣብዚ ናትና ሕብረተሰብ ሓንቲ ጓል ኣንስተይቲ ምስ መጸት ሓዳር ጌርካ እንድሕር ቆልዑ ወላ ወሊድካ ሰዲርካ እንድሕር ደኣ ደይተሰማማዕካ እሞ ምፍልላይ እንተጋጢሙ ሰብኣያስ ኣምጺዋስ ተፋላልዮም ስለ ዘምጽኣ ማለት እኮ ሻንጣ ኮይናሲ ወይ ከኣ መሸማዕ እኽሊ ኮይናስ ሸሚቱ እይኮነን ኣምጺዋ እዚኣ ሰብ እዚኣ ጓል ሰብ እያ ሰብ እያ በቃ ሰብ ከምዚ ኣነ ንስኹም በቃ ፍሪ ዊል ኣለዋ ሂወት ኣለዋ እግዚኣብሔር ዝሃባ ናብራ ኣለዋ ስለዚ እ፣ ስለ ዘምጽኣሲ በቃ እግሩን ኢዱን መሲላ ክትገ እዚ ሰብኣይ ሕጂ ናርሲሲስቲክ እዩ ነይሩ ኢሎም ጎረባብቶም ዝነበሩ ጽሕፍሎ ብታሕቲ ብጣዕሚ ጨካን እዩ ነይሩ የሳቅያ ዝነበረ ሰብ እዩ ኣንቲ ይብሎ ኣቢ ኣብ ጽንሒ ኮመንት ጽንሒ ሪኢኺ ዕንቡብ ትዛረቢ ሕጂ ጽንሒ ጽንሒ ዕንቡብ ጽንሒ ጽንሒ በጃኽን ኢልናክን ደቂ ኣንስትዮ እና ፐርሰናል ጸገም ክህልወክ ንኽእል እንዲ ምስ ደቂ ኣንስትዮ ግን እዚ እዚ ክስታይ ከምዚ ክ- ክተርፍ ኣለዎ ኣ- ኢን- ደቂ ተባዕትዮ ሕማቅ እዮም ኣይኮንኩን ዝብል ዘለኹ ኣነ ጌጋ ዘለዎም ግን መሊኦም ኣለዉ ካብ ሓላፍነት ዝሃድሙ ብዙሓት ኣለዉ ብዘይካ ናብታ ጓል ኣንስተይቲ ምውዳቕ እንተዘይኮይኑ እቲ ጾር ኣነኸ እንታይ እየ ጌረ እስከ ኣነ ክገብሮ ዝግብኣኒ ካባይ ዝጎድል ዘሎስ ከም ኣቦ ከም ኣያ ከም ናይዚ ገዛ ርእስሲ እንታይ ይጎድለኒ ኢሎም ነብሶም ክፍትሹ ደኣ ክንገብር ኣለና ንሕና ውን ከምኡ ነብስና ክንፍትሽ ደኣ ኣለና ክንብል ኣለና እምበር እንድሕር ዕንቡብ ወይ ንስኺ ዝሓፍተይ ወገናዮ ደቂ ተባዕትዮ ሒዝኪ ትዛረቢ ኮይንካ ኣነ ከኣ ወጢረ ነተን ደቂ ኣንስትዮ እንድሕር ወገነን ሒዘ ዝዛረብ ኮይነ እዚ ጉሩብ ጉሩብ ሒዝካ ባእሲ እዩ እምበር ኣብ ምርዳእ ኣይንበጽሕን ኢና ሕጂ ኣምጺዋ ተኾይኑ ሰበይተይ ክትኮነኒ ሰብኣየይ ክኾነኒ ኢሎም ሂወቶም ብሓንሳእ ንኽሕልፉ እዮም መጺኦም ኦኬ ሳደንሊ ሕማቕ ነገር ኣጋጢሙ ክረዳድኡ ይከኣሉን ቆልዑት እንተተፈጢሮም እቲ ዘምጽኣ ኩሉ ቅጅል ስለዝብሎስ ይባሳጮ ምሃኡ ቆልዑ ወሊዳትሉ ንዓይ ፕሮሰስ ጌሩ ምጺዋ እሞ እቶም ዕንባባታት ሂባቶም ደላ ቆልዑ ደበልጹ ወላ ፕሮሰስ ጌርካ ወረቀት ብምጻእ ቆልዑት እኮያ ሂባቶ ሰማይ ቆልዑሲ ወሊዳትሉ ላ ኦሬዲ ኣብ መንጎ ንደይ ተእትው ንዕንቡብ ጽንዒ ክትዛረብ ኢኺ ጽንዒ ቆልዑ ሂባቶ ኣላ እኮ እዛ ሰብ እዚኣ ሲ በዓልቲ ናብርኡ ኮይና ተፋትዮም ብሓንሳእ ህይወት ጀሚሮም ቆልዑ ወሊዶም ንበሎ ሕጂ ዘይምርዳእ እንተመጺኡ በቃ ንደቅኺ ኢልኪ ንበሪ ኣይትሓፍርን ዲኺ ከ ጊልቲ ክስመዓኪ እኳ እዩ ዝግባእ ክንደይ ተዋሪዱ እኳ የምጺእኪ ለይትን ቀትርን ሽፍቲ እንዳሸፈነ እኳ የምጺእኪ ክንድዚ እኳ ከፊሉ የምጺእኪ እንዳበልካ ስቅቕታ ኣሎ ኣብዚ ናትና ሕብረተሰብ ኣፊ ሓወይ እዚ ክተርፍ ኣሎ ክንዲ ካብ ከምዚ ጌርካ ነታ ጓንስተይቲ እንዳሳቐቕካ ኣብ ዘይትፈትዎ ዘይትኣምነሉ ሂወት ንክትነብር ምስቃጥ እንታይ እዩ እቲ ፀገም? እንታይ ጉድለታት እዩ? ኣብ- ኣብኡ ዘለኪ ቅሬታ እንታይ እዩ? ኣባይ ዘለኪ ሕጂ ቅሬታ እንታይ እዩ? ኣዱ ኣዱየ ክምልሰልኪ እየ ኣዱ ኣብኣ ማዓረይ ዘለዎ ናይ ቅሬታን ኣብኡ ዘለዋ ቅሬታን ደኣ ናፃ ኮይንካ ተዘራሪብካ ደኣ ብክልቲኡ ወገን ሽግርካ ክትፈትሕ ኣለካ እምበር እዚ ጊልት ንክስመዓ ኣሸማቂቅካ ገለ እዚ ይከውንን እዩ ኣዱየ ኣይሰምዓን መልሲ እየን ኣነ ሶሪ ኣዱየ ኣይሰምዓን እየን ሕጂ እንታይ ኦ ኢለ ሶሪ ከሊፈኪ ይቅሬታ ኣነ እንታይ እየ ኢለ መሲልኪ ብክልቴና ወገን ማዕረ ብማዕረ ጌጋ ኣለና እየ ዝብል ዘለኹ ኣነ ኣነ ናይ ክልቲኡ ወገን ኣይኮንኩን ተርዲክኒ ኣንሕና ኣብ ክልቲኡ ጌጋ ኣለና ኣወዳት ናይ ባዕሎም ጌጋ መሊኡ ክንዲ ጎቦ ዝኸውን ኣሎ ንሕና ካ ከምኡ ክንዲ ጎቦ ኣለና እቲ ዋጋ ዝብለኪ ዘለኹ ከዓኒ ስራሕ እንድሕር ዘይብሉ መታን ንሰበይቱ ከምፅእ ስራሕ ደልዩ ስራሕ እንድሕር ሃልይዎ ከምፅእ ዝኽእል እቲ ንባዕላ ኣብ ኣፍሪቃ ከላ ዋላ ጓል እኳ ብፕሮሰስ ተምፅእ ጓል ኣላ እያ ብኩሉ እዩ እዚ ብናይ ጓል ኹን ብወዲ ዋጋ ከፊልካ ክተምጽእ ከለኻ ባዕሉ ሓሳብ ከ ገንዘብ መጉደፍዮ ኩሉ ግዜ ገንዘብ ወላ ኣይተውጽሉ እቲ ሓሳብ ንባዕልኺ ክተምጽእ ኣብ ኣፍሪቃ ዘሎ ሰብ ኢኮኖሚ ኩሉ ነገር ሜንታሊቲ ኩሉ እንዳሓገዝካያ ብዛዕባኡ ክትሓስብ ከለኻ ኸኒ እቲ ስራሕካ ድዮ ካልእ ግዜኻ ክሳይ ጌርካ ኸኒ ብዛዕባኡ ሓሲብካ ክተምጽእ ከለኻ ብጓልኹም ብወድስ ቀሊል ነገር ኣይኮነ ዋጋ እዩ ናይ ባዕሉ ብገንዘብ ጥራይ ንርኣዮ

ኣምጽዋ ከምዚ ኣምጽዋ ከምዚ ዝበሃል ኣዴ ኣሎ ክምልሰልኪ ዶ ዋዩ እዚኣ ጊልቲ እታ ጓል ኣንስተይቲ ንኽስምዓ ዝግበር ክም- ክምልሰልኪ ዶ ኣዱ ኦኬ መልስለይ እስከ ዕምቡብ ኣዱ ሕጂ እዛ ሓፍትና ዝበለትኪ ብክልቲኡ ወገን ጌጋ ኣሎ ኢላትኪ ወላ ኣነ እኹን እኮ እዚ ናይ ምምጻእ ዝበልክዮ ግን ኣነ ዶ ክነግረኪ ልዕሊ ደቀይ ምፍላይ ኣብ ዓለም የለን ኣነ ኪደ ክነግረኪ መጀመርያ ደቀይ ኣብ ዓይኖም ምስ ኣተዉ እዞም ዓዲ እንታ ጠበቓ እንታይ እንታ ጠበቓ እንታይ እ፣ ኢልያ እንታይ መ- ኢልያ መሲልኪ ክነግረኪ ኢልያ ካብ ደቀይ ክት- ክት- ክት- ክትፈልዩኒ እንድሕር ሓሲብኩም ኢልያ ራብዓይ ርእሰይ ትረይን ኣትየ ክመውት እየ ኢልያ ልዕሊ ደቅኻ ምፍላይ ሞት ጥራይ እዩ ዘሎ ክነግረኪ ስለዚ ኣብቲ ስምዒት ናቶም እተዊ ኣነ ኣብ ስምዒት ናተ እየ ዘእትዎ ምክንያቱ ኦፍኮርስ እያ ከምፀኣ እንከሎ ወሊዱ ምስኣ ምስኣ ክነብር እምፅእዋ ምሽ ዶ ግን ኣምፅእዋ ክንሱ ኣብቲ ናቱ ህይወት ድሓን ይፈላለዩ ድሓን ንግደፎ ደቅኻ የርእየካ እንድሕር ኢላ ብደቁ እንድሕር ተሳቆዮ ኮይና ግን እሳ ጥራይ ክሓስብ ዝኽእል ምክንያቱ ካብ ደቂ ብክልተ ካብ ዝህረም ሞት ትሕሸኒ ኣነ ባዕለይ ስለ ዝፈተንኩዎ እየ ኣነ ካብ ደቀይ ምፍላይ ኢለያ ዞም ዓዲ ካብ ብደቀይ ዝፍለ ደቀይ ሒዘ ኣብ ትረይን ምምት ትሕሸኒ እየ ኢለ እዚኣ ጥራይ ኢኻ ክትቆርፅ ትኽእል ኣብ ጭንቀት እንድሕር ሃሊኻ ኣብቲ ናታዎም ሃዋህው እተዊ ስለዚ እቲ ይኹን እቲ ይኹን ብኩሉ ጌጋ ይሃሉ ኣይሃሉ ኣነ ንሱ ንቃተል ንበኣስ ንጫማለቕ ኣብ ደቂ ምርኣይ ግን ምኽልካል ነውሪ ጥራይ ንበል በቃ እስቶብ ንቆልዑ ምቕታል እስቶብ ንቆልዑ ምኽልካል ጥራይ በሊ እምበር ከቢድ እዩ ምክንያቱ ወላ ይኽፈለላ ኣይኽፈለላ ኣብዚ ዓዲ ሓንቲ ጓል ኣንስተይቲ እንድሕር ኣምፂኦም ምስ ዝተፈላለዩ ድሕሪ ሓሙሽተ ዓመት እዮም ጓል ከምፁ ዝፍቀዶም እሶም ከስ ካብቶም ቆልዑ ክፍለዩ ከለዉ ሕሶም እዮ ዝመፃ የለዋ እንተ ናብቲ ዓዲ ምስኦም እንታይ ካብ ካብ ካብ ካልእ እግዳውዮ ተምጽኡ እቲ ንብል ናይ መጻኢ ይኹንኩን ኣነ ዝዛረበኩ ዘለኹ ወላ ካብ ደቆም ክፈልዮኦም ከለዋሲ ልዕሊ እዚ መህረምቲ ልዕሊ እዚ ክልተ ሞት የለን ኣነ ኪነ ክነግረኪ ኣነ ካብ ደቀይ ዝፍለ ኢለኩ እኮ ሞት እስኪ ትዕሸኒ ሰለስቲኽን ኣነ ክሓተክን እየ ሰለስቲኽን በብናታ እስከ ውሳ ኣነ ዘይምርድዳእ ኣብ ዓድና ሓዳር መብዛሕትኡ ጽኑዕ እዩ ይነብሩ እም እቲ ዘይምርድዳእ ጠንቂ ክመጽእ ዝኽእል ኣብ ገንዘብ ዶ ይኸውን ኢልና ንሓስብስ ኣብ ሰክሽዋል ኢንተርዳክሽን ዶ ክኾን ይኽእልስ ወይ ሃታ ሃታ ኢልካ ናብራ ሓዳር ዝመጽእ ማለት ከይተላላኽኻ ወይ በቃ ጠባዩ ከይፈለጥካዮ ገለኡ ከይፈለጥካዮ ብግዝያዊ ወይ ከይፈለጥካያ ቅጽበታዊ ናብራ ሓዳር ዝመጽእ ኢልና ንሓስብ ንኸውን ካብዚ እስኪ እቲ ዘይምርድዳእስ እንታይ ኢልና ንሓስቦ ንኸውን እቲ በቃ እቲ ሰብኣይን ሰበይትስ ከጋራጭ ብብዝሒ ኣብዚ ኤውሮጳ ሰብ ዝጋራጭን ዝበኣስን እቲ ቀንዲስ እንታይ ኢልና ንሓስብ ንኹ ገንዘብ ድዩ ነብሎ ኣብ ምንታይ ዘጸጋዕ እዩ ወይስ ኣብ ተጓል ኣንስተይቲ ንዒቓቶ ናብ ካልእ ክትከይድ ወይ ከዓ ንሱ እውን ብካልእ ዙረት ለሚዱ ናይ ምትላል እንታይ ንበሎ እቲ ዘየሰማምዕ ነገር ኣብ ውላድ በፂሕካ ኢኻ ድሕሪ ውላድ ምስ በፃሕካስ እንታይ ዘየሰማምዕ ጠንቂ መብዛሕትኡ ኣብዚ ደገ ኢልና ንሓስብ ንኽእል
ኣነ ተክዛረብ ኣፌ ሕራይ ቀጽሊ። ጽቡቕቲ ሕቶ ኢኻ ኣምጺኻ ኣፌ መጀመርያ ኣብቲ ሓዳር ብስምዒት ምጅማር ጥራይ እዩ ኣብ ማዕዶ ማዕዶ ኮንካ ንዘይትፈልጣ ጓል ኣንስተይቲ በቲ ደጋዊ ስእሊ ርኢኻ እዩ ኮይኑ ዘሎ ሎሚ ኣይፈልጣን እዩ እሱ ስደት ኣሎ እሳ ኣፍሪቃ ኣላ መን ኣይፈልጣን እዮም ኣይፋለጡን እዮም ባህሪኣ ሳውል ኣይትፈልጦንያ ባህርያት ናቱ ሕማቅ ጎንታታ ኣይፈልጥንዩ ሕማቅ ጎንታቱ ኣይትፈልጥንያ እዞም ሰባት እዚኦም ተረኣዮም ወይ ተፋሊጦም ኣይኮነን ዝመጽእ ዘሎ ብምርኣይ በቃ ተላሊና ኣለና ቁሩብ ግዜ ይደዋወል እሞ በዚ ኣጋጣሚ ከም በቃ እዛ ሰብ እዚኣ ንሓዳር ትኾነኒ ኢሉ እዩ ዝኸውን ዘሎ ሓደ እዚ ብስምዒ ስለ ዝጅመር ዘሎ ጥራይ እዩ በቃ እቲ ዘይምፍለጥ ከይተፋለጥካ እዩ ዝኸውን ዘሎ እቲ ስደት ዝፈጠሮ ይኻሱ ኣበይ ክፈልጣ ንክፋለጡ ዕድል ኣይረኸቡን ምስ መፀት ከዓ ዝኸውን ዘሎ ኢኮኖሚ እዩ ዝብል ታሽሙለኒ ትመፅእ ሞሳ ንኣብነት ሳ ምስ መፀት ተምሃሪት እያ ትኸውን ተምሃሪት ምስ ኮነ ናብራ ንሱ ሓላፍነት ሰኪሙ ፅናዕ ደግለ ዲኺ
መናዓን ሰባይ

ኢኮኖሚ ብሓደ ተረዳዲእኻ ንስድራ ቤት ብክልቲኡ ወገን ስድራ ቤትካ ኣብ ክንዲ ምሕጋዝ ተተሓቢእኻ በታ ጓል ኣንስተይቲ ወገን ድዩ ወዲ ወዲ ተባዕታይ ድዩ ንስድራ ቤቱ ሕግዝ በቃ እሱ ስድራኻ ትሕግዝ ኣለኻ ንስኻ እውን ስድራኻ ትሕግዝ ኣለኻ ብምባል ብስድራና እውን ነቲ ሓዳር ስድራና ንባዕሎም እውን ፀገም ኣለዎ ከመይ ደኣ እሱ ስድሩ ይሕግዝ ኣሎ ይብሉ እንዳ እንዳደ እንዳጓል እሱ እንድሕር ንሳ ስድራ ቤታ ፅቡቅ ደልዲሎም ሪኦሞም ከዓ እቶም እንዳወድኻ ከመይ ደኣ እታ ሰበይትኻ ስድራኣ ከመይ ደኣ እንድኾኑ ዘለዉ ይብሉ ብኔ እውን ናይ ስድራና ፖይንት ፀገም ኣሎ ሕጂ እቲ ስድራ እውን ኣብቲ ሓዳር ኢዱ እዩ እትዩ ኣብ ርሑቅ ከሎ ማለት እዩ ሕጂ ብክልቲኡ ወገን ናይ ንሕና ናይ ስድራና ጉዳይ ኣብዚ ሓዳርና ክኣቱ ይብሉን ንሕና ናይ ንቅድሚት ንክይድ ሓዳርና ንግበር ኢሎም ከዓኒ ኣብ ክንዲ ብጣውላ ዝዘራረቡ ስድራ ስድራ እዩ ኢሎም ወይ ስድሩ ኢሎም ኢልካ ጎንፂ ይመፅእ እታ ድምፃታ ነጥቢ ግን ኢኮኖሚ እያ ኣብ ናይ ገዝኦም ጠምዮም ኮይኖም ጎዲልዎም ኣይኮነን ኣብታ ገዛ ትፍጠር ኢኮኖሚ ፀገም ግን ኣይኮነትን ናይ ዓድያ እዚኣ ሶ ስድራና እውን ኣብዚ ሽግር ይኾን ኣሎ እንታይ ዓይነት ናብራ ይነብሩ ኣለዉ ደቆም ዘይፈልጡ ብዘይ ኣፍልጦ ሰብ ብኣፍልጦ ኣይኮኑን እዩ እቲ ናብራ ዝፈጠሮ ሽግር እዩ እዚኣ ፅቡቅ እዚ ትምህርቲ እያ በቃ በቲ ሓደ ሽነኽ ናይ ድራግን ናይ ሓሽሽን ኮይኖም መንእሰያት ወይ ከዓ ወይ ኮይነን መንእሰያት ዝመፅእ ሳዕቤናት ናይ ውላድ ክህሉ ይኽእል ይኸውን ነቲ ውላድ ነቲ ውላዶም ንኣብነት ሲ ሽጋራ ሓሺ ዝሰትዩ ተኾይኖም ምስ ውላድ ኣይግደሱን እዮም እዮም ዝብሉ መብዛሕትኦም ገለገሊኦም መስተይ እዩ ዝገዝኦም ዝብሉ ቆልዓ እንተወሊዶም ስኢሎም ናይ እንኪ ሐራ ሰትዮም ካብ ባቃ ኦቨርዶስ ኮይኖም ነተን ኣንስቶም ትንፋሶም ዘውፅወን ኣለው ክንብሎም ንኽእል ዶ? ስኢሎም ባቃ ነታ ምድቃስ ነታ ምድቃስ ጥራሕ ዝደልዩ
መጀመርያ ሓደ ናይ ሓሽሽ ዝኾነ ሰብ ሓዳር ኢሉ ሓሲብ ኢለ ኣይሓስብን እየ ናይ ሓዳር መገዲ ይኸይድ ኢለ ኣይሓስብን እየ ኣጋጣሚ ዝፍጠር ውላድ ብግዜያዊ ታሽሙ ዘጋጠመ ውላድ ከጋጥሞ ይኽእል እዩ ግን ሓዳር ኢሉ ሓሲብ ኢለ ኣይሓስብን እየ ንምንታይ ኣብ ከምኡ ዓይነት ስዊትሽን ዘሎ ሰብ ጓል ይኹን ወዲ ተባዕታይ ሲ ንሓዳር ኣይሓስቡን እዮም እየ ከምኡ ኢለ ግምት ናተይ እዩ እምበር ኣነ እኳ ኣፍልጦ የብለይን ብዛዕባ እዚኣ ግን ጓል ኣንስተይቲ ግን ሽጋራ ትስሕብ እንድሕር ኢልካኒ ጓል ኣንስተይቲ ምስ ወለደት ኣደ ምስ ኮነት መዓልቲ ናይ ኣደ ነገር ሓላፍነት ትስከም እያ እቲ ወልፊ ክህሉ ክእሉ
ኣይፈልጥ ነ ብንፁር ግን ኢለ ይግምት ምሻሎ ኣብ ኤርትራ ትርኢኻ ሽጋራ ትስሕብ ዝነበረሲ ቆልዓ ክትሓቁፍ ከዓ ትሪኣ ፍቅሪ ውላዳስ እቲ ፍቅሪ ውላድሲ ይሓድራ እሞ ንውላዳ ክትሓቁፍ ትሪኣ ኢኻ ሶ ወልፊ ስለ ዘለዋስ ቆልዓ ትዝርብያ ዝብል ግምት የብለይኒ ፐርሰንት ኢኻ ካ ክትሪኦ ዘለካ ሶ ናይ ስደት ግን ኣይፈለጥኩን ቴንኪዩ ዕዲ ዝሃብካኒ
ብራው ሕራይ እዚ ናይዚ መቐይሮ ሰብኣይ ደቂ ኣንስትዮ ምናልባሽ እቲ ሰብኣይ ከምኡ ኣይከውንን ወይ እቲ ሰብኣይ እውን ከምኡ የብልን ከምዚ ክፍትሕ እቲ ዝያዳ ፍትሕ ክነቐምጦ ንኽእል ዶ ምናልባሽሲ ኣብ መብዛሕትኦም ኣነ መንእስያ ዝርእዩንስ ዝርእዮምሲ ንኣብነት ሕጂ እዚ ዋላ እውን እዚ መኻልፍ እውን ናይ ኣውራጃታት ሃይማኖታት ገለመለ እውን ኣሎ እዚ ፖለቲካ ንባዕሉ እውን ኣሎ ሓዳርካ ግበር ኣይትብል ኢለን ተን ደቂ ኣንስትዮ ክስታይ ክኾና እየን መብዛሕትኡ እውን በዚኡ ዝብተናሉ ኣሎ ኣብ ሓንቲ ስድራቤተይ እውን ዝረኸብኩዎ ነገር እዩ። እቲ ወዲ ናብ ፖለቲካ ጠልቀም ከፍሉ ሓዳር ንሓዳርካ ግበር ኣይተእውድንን ከም ዝብሉ ብሓደ ክልተ ብከምዚ ሓዳር ዝተበተነ ኣሎ ኣነ ዝረኣኽዎ እዚ ተግባራት እዚ እኸ ክሳብ ክንደይ ምኢታት ክነቐምጦ ንኽእል እቲ ናይ ምቕታል ናይ ጋኒናት እዩ ናይ ምቕታል ካልኣ ይብሉ እቲ ናብራ ዝብተን ዘሎ ግን እዚ ርሑቕ ዓዲ ጌርካ ሰበይቲ ተምፅእ ጓል ዓድኻ ጓል ከባቢኻ ሰበይቲ ተምጽእ መብዛሕትኦም እውን እዚ ናይ ህርፋን ናይ ጓል ብጓላ ጸኒሓ ዝብልዎ ነገራት ኣሎ ንሳቶም ባዕሎም ኣወዳት ጸኒሖም ከም ዝጸንሑ እዚ ኩሉ ሳዕቤናት ዝመፅእ ኣሎ ሻርሙጣ ኢኺ ከምዚ ምስ በዓል ክስቶ ትኸዲ ኢኺ ኣነ ከምዚ ተሓዳር ምስ ኣተዋ ከምኡ ዘረባታት ዝመፅእ ኣሎ እዚያት ኩሉ ከ ብኸመይ ኣብቲ ማለት እቲ መንእሰይስ ክመሃረሉ ኣለዎ ኣነ ዝብል ኣነ በቃ ብግልፅነት ክኸውን ኣለዎ እጂ ካብ ከማን እዞም መንእሰያት ገለገሊኦም ሲ ካብ ጓል ከባቢኦም ጓል ዓዶም ሲ ሓንቲ ጓና ዘይፈልጥዋ ምስ ብዙሓት ኸይ ዝነበረት ባቃ ዕፍኑ ሽፍኑ ዝኸዱ እዩ ክሰትርዎን ይሕሹ ካብ ደቂ ዓዶም መባልዕቶም መሳቲቶም ደቂ ከባቢኦም መርዓ ገይሮም ክስታይ ዘብሉስ እቲ መከራስ ኣብተን ደቂ ዓዶም ይኸፍት ኣንቲ ሸርሙጣ ከምዚ ጌርኪ ጥራሕ ክኢኺ ጸኒሕክኒ ከምዚ ገለ መለ ዝብልዎ ነገራት ኣሎ እዚ ብዕሉግ ዘረባ እዚ እውን ባቃ ነተን ደቂ ኣንስትዮ ርእሰን ከድንን ባቃ መዋእለን ከሕፍርወን ዝኸይድ ዘረባታት ኣሎ ናይ ደቂ ተባዕትዮ መገዲታት ናይ ደቂ ኣንስትዮ እውን ህልኾ እውን ድኹም እዩ ከምዚ ኢለን በሊዐን ስለ ዘብላ ዘላ እዚ ኸ ክሳብ ክንደይ ሚእታዊት ንብሎ ንኸውን ኣፍኤም ኣፍኤም ብኣውራጃ ዝፈላለ ኣሎ ተርድሃኒ ብናቶም ኣብቲ ሓዳር ዘይሰማምዕዎ ኣሎ ብገንዘብ ዝፈላለዩ ኣለዉ ልዕሊ ኩሉ ከዓነ ዳርጋ ሰማንያ ፐርሰንት ክንብለን ንኽእል ተረድሃኒ ኣቤ ዕምበባ ወርቂ ገይርላ እዩ ሰብኣያ ወርቂ ግበረለይ ትብለካ ተርድሃኒ ኣነ ያ ከዓ እንታይ ይብላ መሲልካ ሰብኣየ ዳ ከምዚ እንዲ ገይርለይ ሰብኣይኪ ግን ዘይገበረኪ ዘይገበረልኪ ዘይትፍንጥሕዮ ከመይ ዝበለ ሃ- ሃብታም ሰብኣይ ዘይትሕዝ ተባሂለን ከዓ ዶናቑር መዓረታትካ ሓዳር ዝበተና ብዙሓት እየን ክነግረካ

ቀስ ኣብ ሓዳር ምሽ ትኣትዊ ኣዱ ጌራ ዘይኮነ ቀስ ብቀስ እ ከምዚኣ ጌርና ኣብ ነዋሕልል ሓዳር እና ኣቲኻ ንርከብ ኣይኮነን ወርቂ ዝግበር ከይኣተኻ ከይኣተኻ ዳሞ ኣነ ኣዴታትና ንኣብነት ውስስ ከይኣተዋ ኤን ዝግበረለን ተሓናቂተን ደሎ መኾምቢኤን ደሎ እማ ፅንሕማ ኣዲተይ ኣነ ንኣብነት እሲ ምስ ሰብኣየ ክምርዖ ከሎ እሲ ኣነ ከማን ቀዲመ ኣብዚ ዓዲ ኣትየ ነይረ ተረዲኽኒ ኣብዚ ዓዲ ሲ ትርእዮ ኣለኺ ናብራስ ከቢድ እዩ ተረዲኽኒ
ከቢድ እዩ ናብራ ከቢድ ተኮይኑ ሰሪሑ ገንዘብ ይእክብ ወርቂ ፅንሕማ ፅንሕማ ዓዲተይ ፅንሕኒ ዕንቡብ ና እዚ ሕንቁቅ ጥንሲ ትብል ነይራ ዓባይ ሕንቁቅ ጥንሲ ነይሩ ደበለ ምስ ተመርዓዋ ጥንሲ ነይሩ በለ ኦበጃ ስምዕን እሞ ዕምብበይ ዕምብበይ ስምዕን ክነግረክ ክነግረክ እንዶ ሓራይ ምስ ተመርሐዋሲ ምስ ወለዳስ ዓዱ ተመርዕያ ተገይርላ ኢለንስ ንምንታይ መጀመርያ ሶሪ እስኻ ወርቂ ግበረለይ ኣየለይን ኣይምርዖካን እየ ዘይትብል እንታይ ፀገም ኣለዎ ወርቂ እዚ ፌክ ፌክ ወርቂ ገይረ ዘይምርዓይ ኢለን ተበሪዐን ምሽ ዶ ንምንታይ ደሓር ወርቂ ሓታ እዎ ኖ ኣነ እኮ ካብ መጀመሪኡ ካብ ዘይወርቂ ድን ድምርዓዋ እኳ እያ ኢለኪ ዓዲ ጓለይ እዚ ኩሉ ነብስና ኣብ ወርቂ ከንታ ክንከውን ኢና ኣብ ግደፍ ደስቕ ደበል ኣብ ግደፍ እዚ ኩሉ ነብሰይ ወርቂ እዩ ስጋሃየ ኩሉ ነብሰይ ወርቂ ኣነ ሃዳ ወርቂ ወ እሳ ቀይሕ ዓረብ እንዲኻ ኣፊ ሓወይ ግደፍ ጥራሕ ኣትዛርባ እዲክሎ ዕንቡብ ትወዳእ እያ ዘረባኣ ፅናሕ ኣዳይ ቀፅል እስኪ ዕምባባ
ጀሴ ላኩለኹ ናተይ ኣነ መጀመርያ ኣዲተ ክነግረኪ መጀመርያ ሕጂ ንኣፍየ ክምርዐዎ እንድሕር ሓሲበ እንድሕር ሓቲትኒ ኣፍየ ኣነ ሶሪ ኤርስተ መጀመርያ ወርቂ ጌርካ ኢኻ ተውፀኒ ይብሎ ተረዲኽኒ እሞ እም፣ ኣነስ ዓቕሚ ይብለይን እንድሕር ኢልኒ እሞ ኣነ ከዓ ክምርዐወካ ኣይደልን ኣየለን እየ እዋ ኣፌ ሓወይ ኣንዳ እሞ ፀገም ዝበሃል የብሉን ወርቂ ደኣ እሞ ልዕሊ ደ- ልዕሊ ውልድና ወርቂ እኮ የለን ንውለድ ጥራይ ኢልኪ ተመርዒኺ እቲ ናይ ኣብዚ ዓዲ ሲ መርዓ እንድሕር ገርልካ ኣነ ናይ መርዓይሲ ልዕሊ ሽዱሽተ ሸውዓተ ሽሕት እየ ተረዲኽኒ ተርዲኽኒ ዶ ናተይ ከምኡ ጌርኪ ጥፍኢኺ ተመልሲ እስኺ ድኺ ጥፍኢኪ ንሱ ገድሓን ኤጋል እዚ ክልቲና ኢና ኦኬ ብናይ ክልቲኹም ስምምዕ ኦኬ ኦኬ ሕጂ እዚ ጌርኪ ገለመለ ኣጥፍኢኺሲ ተረዲኽኒ ድሕሪ ሽዑ ተመሊስኪ ከዓኒ ወርቂ ትሓትዮ ዋ እንታይ ክገብር ሕሳብ ዕምቡበይ ግን ኣነ ብዚኣ እንታይ ምበልኩ መሲልኪ ድሓን ልቢ ዕብያ ወላ ናብራና ደቅና ወርቅና እንተይላቶ እሱ ግን ሓቦ ገይሩ ሰብኣይ ኮይኑ ወይዛ ሰበይተይሲ ኩነታተይ ፈሊጣ ናብራይ ፈሊጣስ ኩሉ ነገረይ ተቐቢላ ተመሪዓትኒ ከላሲ ኣነ ከዓ ኢሉ ኣብቲ ጥምቀታ ድዩ ኣብ ገለ ኣብ ናይ ፈርስት ኣኒቨርሳሪ ክገብሩ ከለዉ ከብዕሉ ከዓ ሳርፕራይዝ ይገብራ ከምዚ ይሰብራይ ንዕማ ኣታ ኣዲተይ ንዕማ እሳ ክሳብ ነነተይ ትሓቶ ከም ኩ- ናይ ኩስቶ ግበረለይ ክሳብ ኣደ ትብሎ ከማን ንዒ ተፀብዮ ብሎ ሓራይ እዚ ተፀብዮ ከዓ ክነግረኪ ኣዲተይ ከም ሰብኣይካ ሓደ ሕ- ክልተ ሓደ ኮንካ ክልተ ክትኸውንን ኢኻ ተረዲእኽኒ እውይ ንዓ ኣፌ ሓወይ ኣነሲ ኣብዛ ናይ ጥንቀተይሲ ወርቂ ደልየ ተረዲኽኒ ኣየለን ኣዱ ወርቂ ገራ ኣሞ ወርቂ ትገብረለይ ኣየለን ክፈትሐካ እየ ትብሉ ይብሎ ፓሲስታስ እንታይ እዚ ዋ ኣዲ ዋላ ወርቂ ገዲፍኪ ዋላ ርኸ ዘይትመልእዮ ገፅኪ ልክዕ ከም ኣዱ ግበርለይ ክብለኪ ክብሎ ኣለኒ እዋ ስለዚ ሲ እዋ ቅዱስ ቅን እንድዩ ኖርማል እሱ ዳ ምዕምብበይ ንሱ ግን ክተርር ኣለዎ ለይትን ቀትርን ሰሪዑ ወጢሩ ሒዙ ሰበይቱ ክራ ክነግረኩም ዶ ፅንሒ ዶ ሰብኣይ ስልምቲ ከማን ዝበሃል ኣብ ዓድና ሲ ዋይ ኣታ ዝወደቐ ሽጉርቲ እንዒ ኣብ ዓድና እንታይ በሃል መሲልኪ ኣታ ዘጣዕሰኒ ዶ ክነግረኪ እንዒ ዕንቡብ ናይ መርዓ ወፃኢታ ዝገዲምካ ስነ ይእስረለይ እንሒ እንተ ክነግረኪ ኣብ ዓድና እንታይ ይበሃል መሲልኪ ኣንስቲ ናብ ዕቁብ ምስ ከዳ ወይ ናብ መርዓ ምስ ከዳ ሲ ተን ስሉማት ፅቡቕ ሽፈነን ስልማተን ቁነአን ገይረን ኮበሮ ሃርማ ገለ እሞ ዋ ኣታ ሰይቲ መን ደኣ እዚኣ ይበሃል ጓል መን ኣይኮነን ትበሃል ሰይቲ ኩስቶ ዋዕ ኣታ ግርማ ይከደን ኣንታ ወርቂ ብወርቂ ግ- ወርቂ ብወርቂ እባ እዩ ገይርዋ እዋይ ሸሊምዋ ፀጋ በረኸት ሰማይ ይክ- ይሸለም እብልዎ እቶም ዓዲ እዚኣ ከ ሰይቲ ኩስተ እያ እ፣ እ፣ እ፣ ትበሃል እዚኣ ከ ሰይቲ ኩስ- ሰይቲ መን እያ ሰይቲ ኩስቶ ዋይ እንታይ ደኣ ዝተኮስተረ ዳስ መሲላ ይብልዋ ከዓ እታ ወርቂ ዘይብላ ቆይ ኣታ ከምታይ ደኣ ሓመቂ እንታይ ደኣ ሓሚቁ ደኣ ሎምስ ሓሚቁ ይበሃል ከኣ ሰበይቲ እኮ ስልምቲ እንተኮይና እኮ ሰብኣያ እዩ ዝደናነቅ ኣቤት ጅግና ኣቤት ሰብኣይ ኤ ሰብኣይ ሰብኣይ ይበሃል ሰበይትኻ እኮ እንድሕር ሰሊምካያ ንባዕልኻ እያ ትምጎስ ትኮርዕ ተኩርዓካ ተሰሊማ ተ- ተኩርዓካ እምበር እ፣ ንዓኣ ከማን ኣይኮነን ትገብሮ ሰ- ሰበይቱ ስልምቲ ሰበይቱ ክበሃል ፕራውድ ክኸውን ሰብእነቱ ክንገረሉ እዩ ዝስልማ ከማን ኣብ ዓድና ግቡእ እዩ ሰብኣይ ክስልም ሕጂ ኦፍ ኮርስ ይርዳኣኪ እየ ታይ ትብሊ ከም ዘለኺ በዚ ዘሎ ኢኮኖሚ ናይ ኤውሮጳ ሲ ከመይ ኢለን ሰልማና ኦፍ ኮርስ ኦፖርቹኒቲ ኣሎ እንዲሞ ናይ ጥዕና ፀገም ወይ ከዓ ዝኾነ ከበድቲ ነገራት ተዘይኮይኑ ሲ ካብ ኣብ ቲክቶክ ስክሮል ክገብር ድውዕል ስርሕ ስራሕ ኣቢሉ ዘይስልማ ስርሕ ስራሕ ኣቢሉ ገለ ነገር ዘይገብር ቀሊል እንዲዩ ኣሎ እንዲ ዕድላት ወርቂ ቀሊል እዩ እንድሕር ደኣ ኣዝዩ ዘፍቅራ ኮይኑ